ኣብ ርኽበት ስእነት ኣሎ ኣብ ስእነት ከኣ ርኽበት ኣሎ። ነብሲ ተመስገን ምስ እትመሃር ጥራይ እያ ንዝመጽኣ ኩሉ ሰበባ ናይ ምቕባል ክእለታ ኣዝዩ ክዓዝዝ ዝኽእል። እንተዘየሎ ግን ተመስገን ጠፊኡ እናማረረት ጥራይ እያ ትነብር። ኣብዚ ዘለናዮ ዘመን ዝህብ ኣይኮነን ተሳኢኑ እንታይ ደኣ እናሃበ ምቕባል ዝለመደ ሰብ በዚሑ። እዚ እዩ ኸኣ ንዓለምና ኣብ ዘይክትወጾ እትኽእል ነገራት ኣምጺኡ ንህይወትና እውን ኣዚና ምረት ዝመልኦ ህይወት ንኽንቅበል ባዕልና ኣብ ዝመረጽናዮ ሓሸውየ ንጻወት ዘለና። ኣዝያ ባህ ትብለኒ ደስ ትብለኒ ታሪኽ ኣላ። ኣሊክሳንደር ዘ ግሬት ከም እንፈልጦ ኣዝዩ ውሩይ ጅግና ኢሉ ኣብ ናይ ዓለም መስፈርቲ ዝሰፈረ ክንደይ መጽሓፍቲ ዝተጻሕፈሉ ዝተወርየሉ እዩ። ሓንቲ መዓልቲ ግን ንእንታይነቱ ኣብ ምቕያር ዝበጽሐሉ ህመት በጺሑ ነይሩ። እቲ ብልቦንኡ ዝፍለጥ ፈላስፋ ኣብ ሓንቲ ብቕዳድ ዚንጎ ዝተሰርሐት ገዛ ኢልካ ክትጽውዓ ውን ዘይትበቅዕ ሓንቲ ማንካ፣ ሓንቲ ብያቲ፣ እቲ ካልእ ግን ብመጽሓፍቲ ዝመልአ፣ ነቲ ህዝቢ ምስኡ ዘሎ ከኣ ብምኽሪ በቃ ኩሉ ነገር ዘወፈየ ለባም ሰብኣይ ነበረ ይብል ኣብቲ ታሪኽ ከቐምጦ እንከሎ። ኣሌክሳንደር ዘ ግሬት ብእኡ ክሓልፍ እንከሎ ምስ ረኣዮ፣ ካብቲ ተወጢሕዎ ዝነበረ ፈረስ ብምውራድ፣ ንስኻሲ ድንቂ ዝኾንካ ሰብ ኢኻ፣ በተሓሳስባኻውን ኣዚኻ ዝበሰልካ ሰብ ኢኻ እሞ፣ እስኪ ካብዚ ዘለኒ ሃብቲ ንኽህበካ ደስ ዝበለካ ሕተተኒ ኢሉ ኣብ ዝተወከሰሉ ግዜ፣ ካብቲ ዝገርም ነገር እንታይ ኢሉ መሊሱሉ እቲ ዓቢ ፈላስፋ ሰብኣይ ካብዛ ዝለመድክዋ ጸሓይ ከልኪልካኒ ስለ ዘለኻሲ ክትእለየለይ ጥራይ ኢለ እየ ዝልምነካ ኢሉ ሓቲትዎ ይበሃል። ሽዑ ኣሌክሳንደር ዘግሬት እንታይ ኢሉ ኣነ ኣሌክሳንደር ዘግሬት ኮይነ እንተዘይፍጠር ነይረ ብሓቂ እዚ ሰብኣይ ኮይነ ምተፈጠርኩ ነይረ ክሳብ ዝብል ኮይኑ ማለት እዩ ብሓቂ ኣብ ምሃብ ንሰባት ኣብ ምርዳእ ዘሎ ዕጋበት ዘሎ ሰላም ልዕሊ እቲ ብገንዘብ ዝመጽእ ነገር ይስራዕ ንውሽጣዊ ዕግበትካ እምበር ንሽመት ናትካ ወይ ከዓ ንስምካ ዘይምፅዓር ካብቶም በላሕቲ ባእታታት ኢለ እየ ዝሓስቦም ንሱ ከዓ ለባም ሰብ ጥራይ እዩ ዝፈልጦ ኣዝያ ባህ ትብለኒ ደስ ትብለኒ ካብ ሓወይ ዝተቐበልኳ ሓንቲ ምኽሪ ኣላ ንስደት ኣብ ዘምራሕኩሉ ግዜ መሪሓወይ ከምዚ ክብል ምዒዱኒ ነይሩ ሮም ሓፍተይ ካብቶም ምስ ሞትኪ ኣብ ልዕሊ መቃብርኪ ኮይኖም ወየ እናበሉ ዝርንዛሕ ናይ ክረምቲ ማይ ክመስል ንብዓት ዘፍስሱልኪ ንላዕሊ ድሕሪኡ ናይ ኣርባዓኺ ናይ ዓመት እናበሉ ኣብ ነፍሲ ወከፍ መዓልቲ ናብ መቃብርኪ እናመፁ ዕታር ፍዮሪ እናኣቐመጡ ምሳኺ ዘሕለፍዎም ተዘክሮታት ንላዕሊ ዘዕልሉኺ ኣብ መልሲ ኣብ ዘይትህብሎም ግዜ መልሲ ክጽበዩ ክመስሉ ኣብ ልዕሊ መቓብርኩ ኮይኖም ዕላሎም ወዲኦም ዝምለሱ ሰባት ካብኦም ንላዕሊ እዞም ሕጂ ብህይወት እናሃለኺ ዘፍቅሩኺ ዘዕልሉኺ ደሃይኪ ዝገብሩ ጽቡቕኪ ዝምነዩ ኣብ ሽግር ከጓንፈኪ እንከሎ ኣለኹ ኢሉ ዝርከብ ሓውኺ ንሳቶም እዮም ስድራኹ'ሞ የዒንቲ ከፊትኪ ንዕኦም ጠምትዮ ትብል እያ ነይራ እታ ምኽሪ። ብሓቂ ሓቂ እዩ ኸኣ። ሰብ ብህይወቱ ከሎ እቲ ናቱ እንተ ዘይሂብካዮ ምስ ሞተ ምስ ሞተ ደኣ'ኳ ወላ ነቲ ጨካን ዝነበረ ሰብ ምዉት ኣይክሰስን እናበልካ ጽቡቕን ሰናይን ነገር እኳ ኢኻ እትዛረብ። ኣብዚ ዘለናዮ ዘመን ንዓይን ንዓኹም ጎዲሉና ዘሎ ብህይወት እንከለና ምክብባር ስለ ዝወሓደና እዩ። ምውህሃድ የብልናን በቃ ናይ መልሓስ ጥራይ ኮይና ተሪፍና። ካብቲ ዝገርም ነገር እዚኣ ላይን እንታይ እያ እንተይለ እንተሓቲተኩም፣ ኩሉኹም ዚግዛግ ክትብሉኒ ኢኹም። መብዛሕትኡ ግዜ ኣብ ቀዳማይ ክፍሊ፣ ካልኣይ ክፍሊ ኢድና ንምጽራይ ኢልና እንጥቀመላ ዝነበርና ስለ ዝኾነት ትርጉም ኣይክትህበናን ትኸውን ትኽእል እያ። ግና እዛ ዚግዛግ እዚኣ ሓንቲ መዓልቲ ክትህልወልና ንደልየላ ግዜ ትመጽእያ። ካብ ኣባል ስድራና ዝኾነ ሓውና ወይ ከኣ መተዓቢትና ኣዚና እነፍቅሮ ኣብ ሆስፒታል ኣትዩ ኣብ መንጎ ህይወትን ሞትን ተፈራሪቑ ኣብ ኮማ ኣትዩ ኣፉ ኣብ ዘይቃሳቐሰሉ ይዕንቱ ከፊቱ ኣብ ዘይክርእየና ደረጃ ምስ በጽሐ ኣብታ ሆስፒታል ምስ ደቀሰ እዛ ዚግዛግ ክትህሉ ንደልያ ሽዑኡ ኣብዛ ዚግዛግ ከኣ ክንፋቀር ንፍትን የሕዋት ኣብ ኣፍ ሞት ዘሎ ሓውኻ እንተ ኣፍቀርካዮ ወልሓንቲ ኣይትፍይደሉን ኢኻ እቲ ምንታይ ንሱ ዘድልዮ ኣብ ሽግር እንተ ሃልዩ ኣብ ሽግሩ ጊዜ ክትረድኦ ደኣምበር ክኸይድ እናሃለወ ብሰናይ እንተኣፋነኻዮ እዝን ወዲ ኻልዝን ተኣኪቡ እዩ ኸኣ መከራና ዘብዝሖ ዘሎ። ብልሳን ዘይኮነ ብግብሪ ንፋቐር። ብግብሪ ክንፋቐር እንከለና ኸኣ ሕብረትና ኣዝዩ ዝጸበቐ ክኸውን እዩ። ንዛ ዓለም ከኣ በቃ ውርቕትን ጽብቕትን ባህ ተብልን ጌርና ካልኣይቲ ገነት ኮይና ክንነብረላ ቀላል ትኾነልና። ኣነ ከምኡ ደስ ይብለኒ ባህ ይብለኒ ብከምኡ ክስእላ ከለኩ ነዛ ዘለናያ ዓለም ከኣ ኣዝያ ባህ ተብልን ምልኣት ዘለዋ ዓለምን ከም እትኸውን ጥርጣረ የብለይን።